ሰላም ኣሕዋት እንኳዕ ደሓን መጻኹም ቀጺልና ንሪኦ ኣርእስቲ ብዛዕባ ኮመንት ክኸውን እዩ ኮመንት ማለት ሓደ መፈለጥታ ወይ መዘከርታ ወይ ድማ መግለፂ ፅሑፍ ናይ ሓደ ኮድ ናትና እዩ እዛ ኣብ ቀዳመይቲ ላይን ንሪኣ ዘለና ላይን ኦፍ ኮድ ብ ሃሽ ሲምቦል ትጅምር this is a common ትብል ደላ ወይ ድማ እዛ ሬፕል ናትና ብቀጠልያ ጌራ ኣድሚቀትልና ዘላ እዚ ሓደ ኮመንት እዩ ኩሉ ግዜ እዚ ናትና ፓይተን ኢንተርፕሪተር ካብ ላይን ዋን ጀሚሩ ላይን ቱ ላይን ስሪ እናበለ ላይን ብላይን ኢንተርፕሪት እናገበረ ክኸይድ ከሎ ዝኾነ ብሃሽ ሲምቦል ዝጅምር ላይን እንተደኣ ርዩ ከም ኮመንት ስለ ዝሓስቦ ይነጥሮ ማለት እዩ ንኣብነት ነዚኣ ኣብዚ ዘላ ዝጸሓፍናያ ኮድ ራን እንተ ኢልናያ እቲ ዝረኣየና ዲስፕለይ እዛ ፕሪንት ዝበልናያ ዌልካም ኤቭሪዋን ትብል ዘላ መጽያ ኣላ እዛ ቀዳመይቲ ላይን ግን ኮም ኮመንት ስለ ዝሓሰበታ ነጢራታ ሰጊራ ስለዚ ኮመንት ንዓና ከም ሓደ መዘከርታ ጽሑፍ ድዩ ካልእ ግዜ ተመሊስና እንታይ ንገብር ነይርና መታን ክንዝክሮ ኢልና ዝገደፍናዮ ኮመንት ድዩ ወይ ድማ ዝበዝሕ ግዜ ኣብ ፕሮግራሚን ናይ ግሩፕ ስራሕ ናይ ሓባር ስራሕ ስለ ንሰርሕ እቲ ላይንስ ኦፍ ኮድ ናትና ድማ ልዕሊ ሽሕ ወይ ዓሰርተ ሽሕ ልዕሊኡ ዝኸውን እውን ላይንስ ኦፍ ኮድ ክህሉ ክእል እዩ ኣብ ሓደ ፕሮጀክት ንሰርሖ ስለዚ እዚ ኣዝዩ ብዙሕ ላይንስ ኦፍ ኮድ ኣየናይ ኮድ እንታይ ይገብር ኣሎ ኣየናይ ፓርቲ ድማ እንታይ ይስርሑ ንኽንገልጽ ከም መዘከርታ ኢልና ንጽሕፎ ወይ ከም መፈለጥታ ጌርና ንመጽሓፍ ኢና ንጥቀመሉ ኮመንት ንምጽሓፍ ኩሉ ግዜ ግድን ቅድሚ ናይቲ ላይን ኦፍ ኮድ ደይኮነ ክመጽእ ዘለዎ ድሕሪ ናይቲ ስቴትመንት እውን ክንጽሕፎ ንኽእል ኢና ንኣብነት ፕሪንት ፋንክሽን እንተ ንጽሕፍ ኣለና እታ ዝደለናያ ስቴትመንት ጽሒፍና ምስ ወዳና ብድሕሪያ ሃሽ ሲምቦል ከፊትና እዚ ኮመንት እዩ ብምባል ምልክት ወይ ድማ መዘከርታ ናይቲ ዝደለናዮ ፅሑፍ ኣብዚ ንገብሮ ኣለና ማለት እዩ ኣብ ፓይቶን ማልቲ ላይን ኮመንትስ ክትገብር ኣንፎርችኔትሊ ኣይከኣልን እዩ ምናልባት ነቶም ካብ ካልእ ፕሮግራሚንግ ላንጎጅ ዝመፃኹም ኣብ ካልእ ፕሮግራሚንግ ላንጎጅ ማልቲ ላይን ኮመንት ክትገብር ትኽእል ኢኻ ኣብ ፓይቶን ግን ልዕሊ ሓደ ላይን ኮመንት ክትገብር ተደኣ ደሊኻ ልክዕ ከማ ስካላብ እዛ ሃሽ ሳይን ብምስራሕ ካልእ ኮመንት ትፅሕፍ ማለት እዩ ስለዚ ከምዚ ብምግባር ዝደለናዮ ኮመንት ንሰርሕ ንኽእል ኢና ራይ እዚ ንፅሩ እንተኮይኑ ቀፂልና ብዛዕባ ቫሪያብልስ ክንርኢ ኢና ኣብ ፕሮግራሚን ዝበዝሕ ግዜ ዳርጋ ልዕሊ ቴስዓ ሚእታዊት ናይ ዳታ ትራንስፈር ስራሕ ኢና ንሰርሕ እዚ ማለት ንኣብነት ኣነ ብፌስቡክ ሓንቲ መልእኽቲ እንተ ደኣ ናብ ሓደ ሰብ ሰዲደ ካብታ ናተይ ኣፕሊኬሽን ወይ ድማ ብሮውዘር ነቲ ኣነ ዝጸሓፍክዎ ዳታ፣ መልእኽቲ፣ ተቐቢላ ናብ ሜሞሪ ተቐምጦ። ካብኡ ድማ ብመገዲ ኢንተርነት ገይሩ እዚ ዳታ እዚ ናብ ናይ ፌስቡክ ሰርቨርስ ይኣቱ እሞ ኣብኡ ከኣ ይቕመጥ። ካብኡ ድማ ናብ ዳታቤዝ ይኣቱ። መሊሱ ድማ ካብቲ ዳታቤዝ ወጺኡ ናብቲ መልእኽቲ ዝተሰደዶ ሰብ ክሳብ ዝበጽሕ እዚ ዳታ እዚ ብዙሕ ግዜ ይቕመጥን ይንበብን ኣሎ ማለት እዩ። ኣብ ናይ ፕሮግራሚን ስራሕ ምስ ኣተና ነቲ ዝወሃበና ቢዝነስ ኣፕሊኬሽንስ ወይ ካልእ እንሕዞ ፕሮጀክትስ ንምስራሕ ኩሉ ግዜ ዳታ ምእታውን ምውጻእን እዩ ከድልየና ማለት እዩ። ንኣብነት ሰብ ክምዝገበላ ዝኽእል ዌብሳይት እንተድኣ ሰሪሕና ካብቲ ዝምዝገብ ዘሎ ሰብ ሽሙ ወይ ዕለተ ልደት ወይ ካልእ ሓበሬታ ክንቅበል ኢና። ነዚ ካብ ዓሚል ንቕበሎ ሓበሬታ ንምቕማጥ ሓደ መቐመጢ ከድልየና እዩ። እዚ መቐመጢ ድማ ኣብ ፕሮግራሚንግ ላንጎጅ ቫርያብል ኢልና ንፅውዖ ሓደ ቫርያብል ማለት ሓደ ኮንቴነር ወይ ከዓ ቦክስ ጌርና ንሕሰቦ ኣብ ዝደለናዮ ግዜ ዝደለናዮ ዳታ ነቕምጠሉ እሞ ኣብ ኮምፒውተር ሜሞሪ ይፀንሕ ነቲ ነቕምጦ ዳታ ፅሑፍ ክኸውን ይኽእል ወይ ቁፅሪ ወይ እውን ካልእ ኣብ ዝደለናዮ ግዜ ተመሊስና ከነንብቦ ክንቅይሮ ወይ እውን ክንድምስሶ ንኽእል ሓደ ተለዋዋጢ ኮንቴነር እዩ ማለት እዩ እስኪ ገለ ንኣብነት ዝኾነና ቫርያብልስ ንስራሕ እዛ ንሪኣ ዘለና ላይን ኦፍ ኮድ age equals to 10 ብምባል age ትበሃል ቫርያብል ሰሪሕና ኣለና። ኣብዚ ግዜ እዚ age ማለት ሓደ መቐመጢ ወይ እቲ ክንዛረበሉ ዝጸናሕና ከም ኮንቴነር ወይ ቦክስ ዝበልናዮ ሓደ ዝኾነ ይኹን ኢንፎርሜሽን ክትሕዘልና ትኽእል መቐመጢት እያ ማለት እዩ። age ዓሰርተ ሒዛ ዘላ ቫርያብል ኮይና ኣላ ማለት እዩ። ካልእ ኣብነት ድማ ዳኒኤል ትብል ሽም ሒዛትልና ዘላ ወይ ጽሑፍ ሒዛ ዘላ ኔም ትበሃል ቫሪያብል ሰሪሕና ኣለና ማለት እዩ እዚ ንሰርሕናየን ቫሪያብልስ ቸክ ንምግባር ፕሪንት ጌርና ናብ ስክሪን ከነውፅዐን ኢና ኦኬ ፕሪንት ኢለ ኤጅ ኢለ ኣለኹ ራን ንበላ ኣብ ስክሪን ዝረኣየና ቴን ኢላ ውፅኣትልና ኣላ ፕሪንት ኤጅ ክንብላ ከለና ነዛ ኤጅ ሒዛ ዘላ ኮንቴነር ናብ ስክሪን ፕሪንት ግበርልና ንብላ ኣለና ስለዚ ነዛ ኤጅ ድማ ዓሰርተ ሒዛ ስለ ዘላ ፕሪንት ኤጅ ምባልና ፕሪንት ዓሰርተ ማለት ይኸውን ዳስዋይ ከዓ ዓሰርተ ብዝውፅያትልና ወይ እውን ነዛ ኔም ፕሪንት ንበላ ራን ክብላ እየ ሕጂ ድማ ሽመይ ኣብዚ ውፅኣቶ ኣላ እቲ ምክንያቱ ድማ ፕሪንት ነይም ምስ በልናያ ነይም ሒዛቶ ዘላ ፅሑፍ ዳንኤል ስለ ዝኾነ ፕሪንት ኢልና ነታ ቫሪያብል ኣብዚ ውሽጢ እንተ ኣእቲናያ ነዛ ቫሪያብል ፕሪንት ጌራ ናብ ስክሪን ኣውፅኣትልና ኣላ which is እቲ ቴክስት ዳንኤል ዝብል ማለት እዩ ምናልባት ነቶም ካብ ካልእ ፕሮግራሚንግ ላንጎጅ ዝመፃኹም ኣብ ጃቫ ድዩ ሲ ሻርፕ ወይ ሲ ፕላስ ፕላስ እዘን ስትሪክትሊ ታይፕድ ፕሮግራሚንግ ላንጎጅስ ድበሃላ ቅድሚ ቫርያብል ምስራሕካ ዓይነት ዳታ ታይፕ ናይቲ ቫርያብል ክትገልፅ የድልየካ እዩ ንኣብነት ኢንት ኢልካ ኤጅ ኢኳልስ ቱ ከምዚ ዓይነት ሲንታክስ ኢኻ ትጥቀም ኣብ ፓይተን ግን እቲ ዓይነት ዳታ ታይፕ ኣብ መጀመርያ ምንጋር ኣየድልየካ እዩ ከም ዘለዎ እቲ ቫርያብል ጥራይ ፅሒፍካ ትጅምሮ ድሕሪኡ ድማ ዝኾነ ቫልዩ ኣሳይን ዝገበርከላ ባዕላ ፓይተን እንታይ ዓይነት ቫልዩ ምዃና ሪኣ ነቲ ቫርያብል እንታይ ዓይነት ዳታ ታይፕ ምዃኑ ድማ ትውስኖ። ዳታ ታይፕስ ኣብ ዝቕፅል ኣርእስቲ ክንሪኦም ኢና። ኣብ ፓይቶን ሓደ ቫርያብል ክንሰርሕ ከለና እቲ ንህቦ ሽም ንኸነውፃሉ ከም ድላይና ዘይኮነ ክንክተሎ ዘለና ሕግታት ኣሎ። ኣብነት ዝኾነ ቫርያብል ብሌተር ወይ ኣንደርስኮር ካራክተር ክጅምር ኣለዎ። ዝኾነ ቫርያብል ብናምበር ክጅምር የብሉን። ዝኾነ ቫርያብል ካብተን ስፔሻል ካራክተርስ ዝበሃላ ክህልወን የብሉን። ንኣብነት ሓደ ዝፍቀደልና ሌጋል ቫርያብል ኣብ ፓይቶን ኤጅ እንተ ክንሰርሕ ደሊና ከም ዘለዋ ኤጅ ኢልና ክንገብራ ንኽእል ኢና ወይ ድማ ማይ ኤጅ ትብል ክልተ ቃላት ዘለዋ ቫርያብል እንተ ክንሰርሕ ደሊና ግን ማይ ኢልና ስፔስ ኤጅ ኢኳስ ቱ ቴን እንተ ኢልናያ እዚኣ ምስራሕ ኣይትፍቀደልናን እያ ኣብ ፓይቶን ምክንያቱ ዝኾነ ቫርያብል ኣብ መንጎ ስፔስ ክህልዎ የብሉን እንተደኣ ክልተ ቃላት ዘለዎ ቫርያብል ክንሰርሕ ደሊና፣ እቲ ክንክተሎ ዘለና good practice ምናልባት ኣብ መንጎ ኣንደርስኮር ከነእቱ ንኽእል ኢና። እዚ snake case ዝበሃል ወይ ድማ ከምዚ ዓይነት እውን ክንጥቀም ንኽእል ኢና። ነታ ትቕጽል ቃል ኣብ ክንዲ ኣንደርስኮር ብካፒታል ሌተር ኣው ከለና ንጅምራ። እዚ ኸኣ ካመል ኬዝ ይበሃል። ወይ ውን ኣብ መጀመርያ ናይቲ ቃል እንተ ኣድላይ ኮይኑ ብ ኣንደርስኮር ክንጅምር ንክእል ኢና እዚ ውን ይፍቀደልና እዩ ከምዚ ዓይነት ቫርያብል ክንሰርሕ ንክእል ኢና ናይ ፓይቶን ቫርያብልስ ኩሉ ግዜ ኬስ ሰንስቲቭ እዮም እዚ ማለት ሓደ ብካፒታል ሌተር ዝሰራሕናዮ ቫርያብል ምስ ሓደ ብስሞል ሌተር ዝሰራሕናዮ ቫርያብል ክልቲኦም በበይኖም እዮም ኣብነት ምግባር ኤጅ ኢኳልስ ቱ ቴን ዝበልናዮ ቫርያብልን age equals to 10 ዝበልናዮ ብካፒታል ቫሪያብልን ክልቲኦም በበይኖም ቫሪያብልን እዚኣ ኣብነት ክትኮነኩም ኣብ ላዕሊ ከም ብሓድሽ ክንሰርሕ ኢና ብስሞል ሌተር ዝሰርሕና ኤጅ ቴን ሂብና ኣለና ብካፒታል ሌተር ዝሰርሕና ቫሪያብል ኤጅ ድማ 20 ሂብና ኣለና ስለዚ እንተ ንክልቲኤን ፕሪንት ኢልናየን ፕሪንት ኤጅ ስሞል ሌተር ቴን ናያ ንመን እያ ከተውፀልና ነታ ቀዳመይቲ ቴን ዝሃብናያ ድሕሪኡ እንተ ካፒታል ሌተር ፕሪንት ኢልናያ ድማ ነዛ ዒስራ ቫልዩ ዘእተናላ ብካፒታል ሌተር ዝተሰርሐት ቫሪያብል እያ ከተውፀልና ስለዚ ኣብ ፓይተን ኩሉ ግዜ ቫሪያብል ክንሰርሕ ከለና ስሞል ሌተር ወይ ካፒታል ሌተር እቲ ዝገበርናዮ እንታይ ምዃኑ ብጥንቃቐ ክንገብሮ ኣለና ምክንያቱ እዚ ኢረር እዚ ካብቲ ሓደ ብብዝሒ ዘጋጠም ጌጋ ስለ ዝኾነ ብዘይካ እዚ ውን ዝፍቀደልና ዓይነት ቫርያብል ኣሎ ናምበርስ ድሕሪ ቫርያብል ከነእቱ ንክእል ኢና ከምዚ ዓይነት ክንገብር ንክእል ኢና እዚ ቁፅሪ ብድሕሪ ቫርያብል እንተ መፅኡ ፀገም የብሉን ብቕድሚ ሽም ናይቲ ቫርያብል ግን ክኸውን የብሉን ኣብ ፓይቶን ዘይፍቀዱና ክንገብሮም ዘይፍቀደልና ዓይነታት ቫርያብል ኣሎ ንኣብነት ዝኾነ ቫርያብል ብቁፅሪ ክጅምር የብሉ እዚኣ ኣብ ፓይቶን ኢሌጋሊ ኣይትፍቀድና ምክንያቱ እቲ ጌጋ ቫርያብል ነይም ብቁፅሪ ክጅምር ስለ ዘይብሉ ስለዚ ከምዚ ዓይነት ቫርያብል እቲ ቁፅሪ ምናልባት ብድሕሪ ናይቲ ሽም ክተገበርናዮ ግን ይፍቀደልና ማለት እዩ ካልእ ኣብ መንጎ ቃላት ምልክት ሃይፈን ምጥቃም ኣይፍቀድን እዩ። እንተ ደኣ ኣብ መንጎ ክልተ ቃላት ሃይፈን ተጠቂምና ከምዚ ንሪኦ ኣንደርላይን ብቐይሕ ገይራትና ዘላ እዚ ኣብ ፓይቶን ኣይፍቀድን እዩ። ሃይፈን ጥራይ ዘይኮነ ድማ ካልኦት ስፔሻል ካራክተርስ ከም በዓል ዶላር ሳይን ድዩ ኣት ወይ ኮሽን ማርክ ወይ ብራኬት ዝኣመሰሉ ኩሎም እዞም ስፔሻል ካራክተርስ ንብሎምን ኣይፍቀዱን እዮም። ስለዚ ኣብ ክንዲ ሃይፈን ምግባር ከምቲ ዓንተወይ ዝበልናዮ ወይ ብኣንደርስኮር ክንጥቀም ንኽእል ኢና ወይ እውን ኣንደርስኮር ከይተጠቐምና ብሓንቲ ካፒታል ሌተር ጌርና ነታ ብድሕሪያ ዘላ ቃላት ክንቅጽላ ንኽእል ኢና ከም ዝበልናዮ እውን ኣብ መንጎ ስፔስ ኣእቲኻ እውን ቫሪያብል ምስራሕ ኣይፍቀድን እዩ ስለዚ ቫሪያብልስ ክንሰርሕ ከለና ናይ ሽም ኣወሃህባ ዓብዪ ጥንቃቐ ክንገብር ኣለና ማለት እዩ ካልእ እዛ ኢኳል ክንገብራ ዝጸናሕና ንኣብነት ኤጅ ኤጅ ኢኳልስ ቱ ቴን እንተ ኢልና ኣብ ውሽጢ እዛ ኤጅ ዓሰርተ ንኸነቐምጥ ትሕግዘና ዘላ ኦፐሬተር እዛ ኢኳልስ ቱ ኣሳይመንት ኦፐሬተር ትበሃል ብዲቴልስ እተን ዘለውና ኦፕሬተር ኣብ ዳሕራይ ዘለዎ ኣርእስቲ እኳ ክንሪኦ ትኾና ምናልባት ግን እንተ ኣሕፅሮት ዝኾነ ኦፕሬተር ክንጥቀም ደሊና ክንገብሮም ንኽእል ቴክኒክስ ኣለዉ ንኣብነት ኤክስ ኮማ ዋይ ኮማ እዚ ጌርና እንተ ቴክስቲ ናይም ሰለስቲኦም እዛ ንሪኣ ዘለና ላይን ኦፍ ኮድ ሰለስተ ቫሪያብል ሰሪሕና ኣብ ሓንቲ ላይን ሰለስቲኦም ድማ ቫልዩ ነናቶም ሂብናዮም ኣለና ብኮማ ፈላሊናዮም ኣለና ስለዚ እዚኣታ ኣሕፅሮት ናይ ኣሳይኒንግ ቫሪያብል እያ ፓይቶን ኤክስ ኮማ ዋይ ኮማ ዚ ኢልና ኤ ኮማ ቢ ኮማ ሲ ተድኣ ኢልና እታ ቀዳመይቲ ቫርያብል ነታ ቀዳመይቲ ብዚ ተጻሒፋ ዘላ ቫልዩ ትሕዛ እታ ካልኣይቲ ነታ ካልኣይቲ ኣብዚ ዘላ ትሕዛ እታ ሳልሰይቲ ድማ ነዛ ሳልሰይቲ ብድሕሪት ተጻሒፋ ዘላ ልክዕ ከከም ኦርደር ናተን ጌራ ትሕዘልና ማለት እዩ ንክንፍትና ተድኣ ፕሪንት ኤክስ ኢልናያ ራን ክብላ እየ ኤክስ ኤ ምዃኑ ኣብዚ ተርእየና ኣላ ማለት እዩ እንተ ፕሪንት ዋይ ኢልናያ ዋይ ቢ ምዃኑ ሕጂ እውን ኣብዚ ተርእየና ኣላ ሲ እንተ ኢልናያ ድማ ኢረር ኢላትና ኣላ ፅቡቕ ስለምንታይ ኢረር መፅያ ኣብዚ ብቐይሕ ኢረር መፅያትና ኣላ እዚ ኣንዲፋይንድ ኤረር ይበሃል ማለት ኣብ ክንዲ ፕሪንት ዘድ ዝብላ ፕሪንት ሲ ኢለያ ኣለኹ ሲ ዝበሃል ቫርያብል ግን ኣብዚ የብልናን ስለዚ ፓይቶን እንታይ ትብለና ኣላ ሲ ዝበሃል ቫርያብል የብልካን ካበይ ኣምፀኤ ፕሪንት ክገብረልካ ብዝብል ኣንዲፋይንድ ዝኾነ ኤረር መፂኒ ኣሎ ስለዚ ፕሪንት ዘድ እንተላ ኢለያ ግን ራንክ ንብላ ኢና ቫልዩ ናታ ሲ ምዃና ኣብዚ ተረየና ኣላ ማለት እዩ so እዚ ማለት ብሕጽሮት ኣብ ኣብ ክንዲ x equals to a ንብል ኣብ ትሕቲኡ ድማ y equals to b ንብል መሊስና ኣብ ትሕቲኡ z equals to c ንብል ሰለስተ ቫሪያብል ሰሪሕና ኣብ ክንዲ ነናቶም ቫልዩ ሰለስተ ላይን ኦፍ ኮድ ዝወስደልና ኣብ ሓንቲ ላይን ክንውድኣ እንተደሊና ከምዚ ዓይነት ኣሳይመንት ኦፕሬተር ክንጥቀም ንኽእል ኢና ማለት እዩ። ብዘይካ እዚ እውን እንተደኣ ሓደ ዓይነት ቫልዩ ዘለዎም ቫሪያብልስ ኣሳይን ክንገብር እንተደኣ ደሊና ንጥቀመሉ ሾርትካት ኣሎ ንኣብነት እዛ ንሪኣ ዘለና ላይን ኦፍ ኮድ ድማ ትርጉማ x ኢኳልስ ቱ y ኢኳልስ ቱ z ብምባል ሰለስቲኤን እዚኤን ቫሪያብልስ ነዛ ሓንቲ ደሴም ቴክስት ከም ዝሕዛልና ንገብር ኣለና እዚኣ ማለት ከዓ ናይ ምንታይ ኢኩቫለንት እያ x ኢኳልስ ቱ ኢልና ሓደ ላይን ኦፍ ኮድ ንሰርሕ ዋይ ኢኳልስ ቱ ኢልና ካልኣይ ላይን ኦፍ ኮድ እዚ ኢኳልስ ቱ ኢልና ሳልሳይ ላይን ኦፍ ኮድ ንሰርሕ እንተ ደኣ ሰለስተ ቫሪያብል ክንሰርሕ ደሊና ወይ ልዕሊ እዩ እሞ ከዓ እቲ ቫልዩ ናቶም ሓደ እንተ ደኣ ኮይኑ ኣብ ክንዲ ከምዚ ጌርና ሰለስተ ላይን ኦፍ ኮድ ሰሪሕና ናይ ሓደ ዓይነት ፅሕፈት ነእትወሉ እዛ ኣብዚኣ ንሪኣ ዘለና ሾርትካት ናይ ኣሳይንመንት ኦፐሬተር እያ X equals to Y equals to Z ብምባል ንሰለስቲኤን ብሓንሳብ እዚ ሓደ ቫልዩ ኣሳይን ጌርና ኢኒሽየት ክንገብራ ንኽእል ማለት እዩ። ቫሪያብልስ ኮንቴይነርን ኢልና ክንርኦም ጸኒሕና። እዞም መቐመጢ ቫሪያብልስ ግን እንታይ ዓይነት ዳታ ይሕዙ? ፓይቶን ከነቕምጠሎም ዘፍቀደልና ዓይነታት ዳታ ታይፕስ ኣለዉ። ንኣብነት ከምዚ ክንገብሮ ጸኒሕና ኤጅ ኢኳልስ ቱ ፋይቭ ብምባል ኤጅ ፋይቭ ናምበር ኣሳይን ጌርናዮ ኣለና። ፓይቶን ግን ነዛ ፋይፍ ብኸመይ እያ ትፈልጣ? ፓይቶን ነዛ ፋይፍ ከም ናምበር እያ ትፈልጣ። እዘን ክልተ ንርእየን ዘለና በበይነን ትርጉም ኣለወን። ኣብዚኣ ፋይፍ ከም ቁጽሪ ትሓስብ ኣላ። ኣብዚ ግን ኣብ ኮት ኣብዚ ኮቴሽን ማርክ ስለ እቲናያ ዘለና ሲንግል ኮቴሽን ማርክ ክኸውን ይኽእል ወይ እውን ደብል ኮቴሽን ማርክ ኩሉ ሓደ እዩ። ኣብዚ ከም ቁጽሪ ክትሓስባ ከላ ኣብዚ ግን ከም ጽሑፍ ትሓስባ ማለት ዝኾነ ኣብ ውሽጢ ኮቴሽን ማርክ ዝኣተወ ፓይተን ከም ቴክስት ወይ ከኣ ከም ስትሪንግ እያ ትሓስቦ ማለት እዩ ስለዚ እዞም ክንጥቀመሎም ዝተፈቕደልና ዓይነታት ዳታ ታይፕስ እንታይ ምዃኑ ንርኣዮም ኣብ ፓይተን ብዙሓት ዓይነታት ዓይነት ዳታ ታይፕ ኣለውና ካብኦም እቶም ፕሪሚቲቭ ዳታ ታይፕ ዝበሃሉ ሓደ ብሓደ ክንሪኦም ሓደ ካብቶም እዞም ቤዚክ ዳታ ታይፕስ ወይ ድማ ፕሪሚቲቭ ዳታ ታይፕስ ንብሎም ኢንትጀር እዩ ኢንት ማለት ኢንትጀር ሾርት ናይ ኢንትጀር ኣፀሓሕፋ ኮይኑ እቲ ዝሕዞ ዓይነት ዳታ ታይፕ ድማ ሙሉእ ቁፅሪ ወይ ድማ እቶም ሆል ናምበርስ ንብሎም ዜሮ ክኸውን ይኽእል ዓሰርተ ክኸውን ይኽእል ሰለስተ ሚእቲ ክኸውን ይኽእል ዋን ሚሊዮን ክኸውን ይኽእል ዝኾነ ይኹን ሙሉእ ቁፅሪ ኣብ ፓይቶን ኢንት ወይ ድማ ኢንትጀር ይበሃል ብዘይኩ ፍሎት ኣለና ፍሎት ማለት ሓደ ደሲማል ቫልዩ ድሕዝ ቁጽሪ እዩ። እዚ ኸኣ ዝኾነ ኣብ መንጎ ፖይንት ዘሎ ወይ ነጥቢ ዘሎ ቁጽሪ 3.5 ክኾን ይኽእል 50.2 ክኾን ይኽእል ዝኾነ ፍሎቲንግ ፖይንት ወይ ከዓ ደሲማል ዶት ዘለዎ ቁጽሪ ኣብ ፓይቶን ፍሎት ይበሃል። ብዘይካዚ ስትሪንግ ኣለና ስትሪንግ ማለት ኣብ ፓይቶን ሓደ ኣብ ዳብል ኮት ወይ ኣብ ሲንግል ኮት ዝኣተወ ቴክስት ማለት እዩ ከምዚ ክኸውን ይኽእል ወይ ድማ ኣብ ሲንግል ኮት ዝኣተወ ክኸውን ይኽእል ወይ እውን ኢቨን ናምበርስ ኮይኑ ኣብ ውሽጢ ኮት ዝኣተወ ወይ ኣብ ውሽጢ ደብል ኮት ዝኣተወ ፓይቶን ከም ስትሪንግ ወይ ከዓ ከም ፅሑፍ እያ ተለልዮ ማለት ብዘይካ እዚ ቡልያን ዝበሃል ኣለና እዚ ማለት ትሩ ኦር ፎልስ ጥራይ ዝሕዘልና ሓደ ቫልዩ ማለት እዩ ካልእ እውን ሊስት ኣለና ቱፕል ኣለና ሰት ኣለና ዲክት ወይ ከዓ ዲክሽነሪ ኣለና እዚኦም እቶም ቤዚክ ወይ ድማ ፕሪሚቲቭ ዳታ ታይፕስ ዝበሃሉ ካብዚ ወፃኢ ግን ባዕልና ዝሰርሐናዮም ካስተም ዳታ ታይፕስ ክንገብር ንኽእል ኢና ኣብ ፓይቶን እዚኦም ድማ ክላስስ ይበሃሉ ካብዚ ወፃኢ እውን ስፔሻላይዝ ዳታ ዝበሃሉ ኣለውና ኣብዚ ቅፅል ኣርእስትና ግን በዞም ፕሪሚቲቭ ዳታ ታይፕስ ዝበሃሉ ብናምበርስ ፍሎትን ኢንትጀርን እንታይ ምዃኖምን ከመይ ጌርና ንጥቀመሎም ክንርኢ ኢና። ብሰላም የራኽበና። ብሩኽ መዓልቲ።